እሺ መኸተ ትግራይ ስር እኮ እዩ ዝገርም እኮ እዩ ትምስል ሪዘርቬሽን ገለመለ ተገይሩልኩም ተፖሲት ዘሎ 139 ቅርሺ እዩ ዝብል ምስ ኣተኻ ኦንላይን ተጋሩ ክነግረኩም እንድሕር ደው ኢልኩም 139 ኒቲ ዊክደይስ እዮም ዝብልኩም ዓርብን ቀዳምን ኣርባዕተ ሚእቲ ቅርሺ እዩ ንክልተ ደይቲ ክነግረኩም ዲስካውንት ኢሎም ኣነ እንድዕ ይርደአንን እቲ ቅርሺ ሰሪቕና ከም ዘምፀእናዮ ንሕና እኮ ብቅርሺ እኮ ኣይኮነን በዚሕና ዓዲ ዓዲ እናኸና ሰፖርት ክንገብር ህዝብና ኢልና ኢና እምበር ቅርሺ በዚሕና ኣይኮነን። ንምንታይ እዩ ባልቲሞር ተገይሩ? ንምንታይ እዩ ኣብ ኤክስፔንሲቭ ሆቴል ተገይሩ? ኣይተረደአንን። ምናልባት ገሊኹም ካብ ጅባኹም ስለ ዘይትኸፍልዎ ኣይተገደስኩምን። እስኪ ሕሰቡን ንሽዱሽተ መዓልቲ ማዕረ ልዕሊ ሽሕን ገለን ቅርሺ ድሕሪ ወፂስ እንታይ እንታይ እዩ ናብቲ መኸተ ከ እንታይ እዩ ክወፅእ መኸተ እኮ ንመፀልና እኮ ንክርአ ኣይኮና ሰፖርት ንህዝብና ክንገብር ናይ ህዝብና ድምፂ ክንከውን ንመኸተ ክነጠራቕም ገለ ተባሂሉ እዩ ከምዚ ዓይነት እንታይ ዓይነት ተጠራማ እዚ ልክዕ ንቢዝነስ ዝኸደ ሰብ እዩ ከምዚ ዓይነት ሆቴል ዝሕዝ ገንዘብ ዝተረፎ ንቬኬሽን ዝኸይድ ክረአ ዝደለየ እዩ እምበር ከምዚ ዓይነት ሆቴል ንምንታይ ኢኹም ኣብ ቨርጂኒያ ወይ ኣብ ዲሲ ዝገርኩሞ ወይ ድማ ዲስካውንት ዘለዎ ሆቴል ርኢኹም ዝትሕዝዎ ከመይ ኢልና ኢና እስኪ ክልተ ሚእቲ ቅርሺ ንሓደ ለይቲ ክንከፍል ንገሩና እስኪ ዓርብን ቀዳማን ዓርብን ቀዳምን እስከ ክልተ ሚእቲ ቅርሺ ኢሎምኒ በዓለይ ኣነ ሪዘርቭ ገይረ ሪዘርቬሽን ገይረ እየ ደዊለ ኣዛራሪበዮም እየ ዲስካውንት ዝባሃል ኢሎሞ ክልተ ሚእቲ ንግዛዕ ዝነበር ናብ ክልተ ሚእቲ ቅርሺ ጌርናዮ ኢሎም ኣነሰ ኣብዚ ሕዚ ሰዓትስ ትግራዋይ ቅርሺ በዚሕዎ ኣይኮነን ማዕሮ ዓዲ ዓዲ ዝኸይ ዘሎ እንዴ መኸተ ሰፖርት ክንገብር እንዲና እንዴ ከመይ እንታይ እዩ ከመይ እንታይ እዩ ብልሓት እዚ ሰብ ንቬኬሽን እኮ ኣይኮነን ዝኸይድ ዘሎ ሰብ እኮ ቅርሺ በዚሕዎ ኣይኮነን ሰስራሕና ገዲፍና እኮ ኢና ንኸይድ ዘለና መኪና ሬንት ኣሎ ናይ ኣየር ኣሎ ናይ ሆቴል ናይ ምግቢ እዚ ኩሉ ጣጣ ኣሎ መእተዊ ኣሎ ግዛዕ ኣሎ እዚ ኩሉ ተደማሚሩ ስ ክንደ ሸሓት ይኸውን እስኪ ሕሰቡ ሓሲብኩም ንዲኹም ስሩ ወይስ ካብ ጅባኻትኩም ስለ ዘይተውፅኡ ስኻትኩምስ እንታይ ገዲሱና ኢልኩም ኢኹም ንክትረኣዩ ድዩ እንታይ ዓብዪ ሆቴል ጌርኩምዎ ዝኒኹም ንምንታይ እስከ ተረደና ኣነ ዋ ሰብ ካብ ሓደ ሌት ሓሊፉስ ካብ ሚእቲ ቅርሺ ሓሊፉስ ሚእትን ሰላሳን ትሽዓተ ቅርሺ ሬጉላር ዓርብን ቀዳምን ከ ኣርባዕተ ሚእቲ ቅርሺ ቲዲኤ ኩለኹም ኣብኡ ዘለኹም ኣብቲ ናይ ማሕበር ልምዓት ትግራይ እዚ ዘዳለኹም ኮሚቴ ይኹን ገለ ይኹኑ ሕሰብሉ ኣዘራርቦን ደው ኢልኩም ክስተኻኸል ተኽእሉ ኣስተኻኽልዎ ገና እዩ ግዜ ኣሎ ዝቕየር ተኾይኑ ቀይርዎ ስቱ ኤክስፔንሲቭ